ብሰላም ብጥዕና ክሳብ ሰዓዚ ስለ ዝሓለወና ብሰላም ብጥዕና ሰሙነ ሕማማት ኣሕሊፉ ናብ ብርሃነ ትንሳኤኡ ስለ ዘብጽሓና ስሙ ብልሳን ኩሎም ፍጥረታቱ ዝኸበረን ዝተመስገነን ይኹን ኣሜን እግዚኣብሔር ኣምላኽና ካብ ኣጽናፍ ዓለም ክሳብ ኣጽናፍ ዓለም ስሙ ይኽበር ይመስገን ናይ መብርሃን ናይ ቅድስት ድንግል ማርያም ኣመላድነት ናይ ቅዱሳን መላእክት ተረዳእነት ናይ ቅዱሳን ጸጋን በረኸትን ረድኤትን ምስ ኩላትና ውሉደ ጥምቀት ይኹን። ደጊምና ብሰላም ናብ ብርሃነ ትንሳኤኡ ንዘብጽሓና ልዑለ ባህሪ ኣምላኽና እግዚኣብሔር ስሙ ዝኸበረን ዝተመስገነ ይኹን። ራይ እምበር ሎም እውን ከም ፍቓድ ቅዱስ እግዚኣብሔር ኣምላኽና እንዘራረበሉ እንሪኦ ኣርእስቲ ብዛዕባ ትንሣኤ ናይ ጎይታናን ናይ ኣምላኽናን ናይ መድሓኒናን ናይ ኢየሱስ ክርስቶስ ኮይኑ መበገሲ ቃል እንጥቀመሉ ከዓ ኣብ ማርቆስ ወንጌል ምዕራፍ ዓሰርተ ሽዱሽተ ካብ ፍቕዲ ሽዱሽተ ዘሎ እዩ። እቲ ቃል ድማ ከምዚ ይብል ተንስኢኡ ኣብዚ የለን ተንስኢኡ ኣብዚ የለን ማርቆስ ወንጌል ምዕራፍ 16 ካብ ፍቕዲ 6 ነዚ ኣዝዩ ደስ ዘብል ዘመነ ባርነትና ኣብቂዑ ናይ ቀደም ሰላም ከም ዝተመልሰ ዘበስር ዓቢ ብስራት በቶም ኣብ ህይወት ደቂ ሰባት ኣብ ነገረ ድሕነት ብዙሕ ኣስተዋጽኦ ዝተጻወቱ ቅዱሳን መላእክቲ እዩ። ንሰብ ናይ ምጽንናዕ ጸጋ ስለ ዝተዋህቦም ነተን ክርስቶስ ኣብ ከርሲ መቓብር ዘሎ መሲልወን ከም ልማድ ዓደን ሽቶ ክቐብኣ ዝመጻ ቅዱሳት ኣንስቲ እነሆ እዚ ክነንብቦ ዝጸናሕና ዓብዪ ብስራት ቃል ተነግረን ኣይትሰንብዳ ንስኻትክንሲ ነቲ ዝተሰቕለ ኢየሱስ ናዝራዊ ኢኽን ትደልያ ዘለኽን፣ ተንሲኡ እዩ ኣብዚ የለን። እታ ኣብኣ ዘንበርዎ ቦታ እንሃ ዝብል ንልቢ ምእመናን ናብ ፍጹም ሰላም ዘብጽሕ ቃል ድማ ነዘን ቅዱሳት ኣንስቲ ብዕለተ ሰንበት ንግሆ ተነግረን። ካብ ሕትምትን ድንግል ምድሪ ገለ ከየጉደለ ንኣዳም ካብ ጎኒ ኣዳም እውን ገለ ከየጉደለ ካብ ሕቱም ጎኒ ንሄዋን ዝፈጠረ ኣምላኽና እግዚኣብሄር ማሕተም ድንግልናኣ ከይለወጠ ብሕቱም ድንግልና ተጠኒሱ ብሕቱም ድንግልና ከዓ ካብ ቅድስት ድንግል ማርያም ተወልደ። ሽሑ እኳ ነቲ መቓብር ከፊቶም ብዓብዪ ደንጎላ ዓፅዮም ነቲ ደንጎላውን ብማሕተም እንተቐመጥሉ መቓብር ክፈቱለይ መግነዝ ፍትሑለይ ከይበለ ብኣምላኻዊ ስልጣኑ መቓብር ብዕፅዉ መቓብር ብኽድንዉ ቅዱስ እግዚኣብሔር ወልድ ጎይታናን ኣምላኽናን መድሓኒናን ኢየሱስ ክርስቶስ ብሓይሊ ስልጣኑ ካብ ምዉታን ተፈልዩ ተንስዐ። ብንጉስ ጲላጦስ ዝተነብረ ማሕተም ኣብ ልዕሊ መቓብር ዝተነብረ ዓብዪ እምኒ ከይተገልበጠ መቓብር ብዕጹ ብስልጣኑ ንመት ስዒሩ ተንስዐ። ስለዚ እምበኣር ጎይታናን ኣምላኽናን መድሓኒናን ኢየሱስ ክርስቶስ ከምቲ ልዕል ኢልና ክንብሎ ዝጸናሕና ወይ ድማ ከምቲ ቅድም ኢልና ክንዛረበሉ ዝጸናሕና ንሆነ እቲ መጀመርታ ዝኾነ ኣዳም ንኣቦና ኣዳም ክፈጥሮ ከሎ ካብታ ሕትምትን ድንግልን ምድሪ ፈጠሮ ንምድሪ ምንም ኣይጎደላን ይብል ጸኒሑ ነታ ደጋፊትን ሓጋዚትን ክትኮኑ ካብ ጎኒ ዝፈጠራ ሄዋን ከኣ ጎኒ ናይ ኣዳም ምንም ከይጎደሎ ምንም ከይኮነ ከሎ ብሕቱም ጎኒ ካብ ሕቱም ጎኒ ኣዳም ንኣዴና ሄዋን ድማ ፈጠራ እቲ ካብ ሕትምቲ ምድሪ ካብ ድንግል ምድሪ ንኣዳም ዝፈጠረ እግዚኣብሄር ካብ ሕቱም ጎኒ ኣዳም ድማ ንሄዋን ዝፈጠረ ኣካላዊ ቃል እግዚኣብሄር ወልድ ኣብ ዳሕራይ ዘመን ሰብ ንምድሓን ድማ ካብታ ንብሕታ ድንግል ዝኾነት ቅድስት ድንግል ማርያም ብሕቱም ድንግልና ተጠኒሱ ብሕቱም ድንግልና ኸኣ ተወልደ። ሰላሳን ሰለስተን ዓመትን ሰለስተ ወርሕን ኣብዚ ምድሪ እዚ ድሕሪ ምጽንሑ ድማ ስለ ሓጢኣት ደቂ ኣዳም ስለ ድሕነት ደቂ ሰብ ክብል ኣብ ቀራኒዎ ኣብ መስቀል ዕራቐቱ ተሰቕለ ሞተ። ስለዚ በቲ ዝሞተሉ ሰዓትን ግዜን ብዕለተ ዓርቢ ናብቲ ሓድሽ መቓብር እእትዮም ገኒዞም ኣብቲ ሓድሽ መቓብር ቀበርዎ። ዓብዪ ደንጎላ ኣንከራርዮም ከኣ ነቲ መቓብር ዓጸውዎ። ኣብ መወዳእታ እውን ብማሕተም ናይ ጲላጦስ ገይሮም ዓጸውዎ። ስለዚ እቲ ዓቢ ደንጎላ ከይተኸፍተ ማሕተም ድማ ከይተፈትሐ መቓብር ብዕጽዉ እቲ ኩሉ ዝኽእል ወልደ እግዚኣብሔር ኢየሱስ ክርስቶስ ብዓብዪ ስልጣን ካብ ምዉታን ተፈልዩ ተንስአ። ብዛዕባ ሞቱን ብዛዕባ ምቕባሩን ዝምልከት ወንጌላዊ ማቴዎስ ከምዚ ክብል ኣቐሚጡ ኣሎ። ወንጌል ማቴዎስ ምዕራፍ 27 ካብ ፍቕዲ 57 ጀሚርና እንተ ኣንቢብናዮ ቃሉ ከምዚ ይብል ምስ መሰ ግና ዮሴፍ ዝተባህለ ሃብታም ሰብኣይ ካብ ኣርማትያስ መጸ ንሱ ኸኣ ወደ መዝሙር ኢየሱስ ነበረ ናብ ጲላጦስ ቀሪቡ ድማ ናይ ኢየሱስ ስጋ ለመነ ሽዑ ጲላጦስ ክህቦ ኣዘዘ ዮሴፍ ድማ ነቲ ስጋ ወሲዱ ብጽሩይ በፍታ ገነዞ ኣብቲ ኣብ ከውሒ ዘብቀሮ ናይ ባዕሉ ሓድሽ መቓብር እውን ኣንበሮ ሓደ ዓብዪ እምኒ ኣንከራርዩ ድማ ነቲ ኣፍ መቓብር ዓጽዩዎ ከደ። ኣብኡ ኸኣ ማርያም መግደላዊትን ማርያም እታ ካልኣይትን ኣብ መንጽሩ ተቐሚጠን ነበራ። እንጽባሒቱ ድሕሪ እታ መዓልቲ ምድላው ሊቀ ካህናትን ፈሪሳውያንን ተኣከቡ እሞ ናብ ጲላጦስ ከይዶም ጐይታና እቲ መስሓቲ ብህይወት ኸሎ ድሕሪ ሰለስተ መዓልቲ ክትንስኤ ከም ዝበለ ዘከርና ስለዚ ደቀ መዛሙርቱ መፅኦም ከይሰርቅዎ ንህዝቢ ከዓ ካብ ምዉታን ተንሲኡ ከይብሉ እሞ ካብ ቀዳማዩ እቲ ዳሕራዩ ዝገደደ ስሕተት ከይከውንሲ ክሳዕ ሳልሰይቲ መዓልቲ እቲ መቓብር ብጽኑዕ ክሕሎ ኣዝዝ በልዎ ጲላጦስ ከዓ ሓለውቲ ውሰዱ ከም እትፈልጥዎ ጌርኩም ከዓ ኪዱ ኣጽኒዕኹም ሓልውዎ በሎም ንሳቶም ድማ ከይዶም ነቲ እምኒ ማሕተም ገበርሉ፣ ነቲ መቓብር ድማ ብወተሃደራት ኣጽኒዖም ሓለውዎ። እግዚኣብሔር ኣምላኽ ስለ ቃላቱ ዝኸበረን ዝተመስገነን ይኹን። ማቴዎስ ወንጌል ምዕራፍ 27 ካብ ፍቕዲ 57 ክሳብ ፍቕዲ 66 ስለዚ ወተሃደራት ብዙርያ ኣብ ዝሕልውሉ ነቲ ዓብ ደንጎልኻ ማሕተም ተቐሚጥሉ ከሎ ጎይታናን ኣምላኽናን መድሓኒናን ኢየሱስ ክርስቶስ መቓብር ክፈቱለይ መግነዝ ፍትሑለይ ከይበለ፣ ነቲ ደንጐላን ከይገልበጠ፣ ነቲ ማሕተም ዘቐመጥዎን ከይፈትሐ፣ ብሕቱም መቓብር ካብ ምዉታን ተፈልዩ ተንስኤ። ምስ ተንስኤ እየን እምበኣር እዘን ቅዱሳት ኣንስት እዚኤን ከምቲ ልማደን ሸቶ ክቐብኣ ኢለን ናብ መቓብር ምስ ከዳ ኣብቲ መቃብር ከዓ ቅዱሳን መላእክት ጸንሕዎም ኢሉ ወንጌላዊ ማቴዎስ ምዕራፍ 28 እንተ ኣንቢብናዮ ወንጌላዊ ማቴዎስ ምዕራፍ 28 ብዛዕባ ትንሳኤኡ ክዛረብ ከሉ ድማ ከምዚ ይብል ድሕሪ ሰንበት ለይቲ ናብታ ቀዳመይቲ መዓልቲ ናይ ሰሙን ዘውግሕ፣ ማርያም መግደላዊትን ማርያም እታ ካልኣይታን መቓብሩ ክርእያ መጻ። እንሆ መልኣኽ እግዚኣብሔር ካብ ሰማይ ወረደ እሞ ዓብዪ ምንቅጥቃጥ ምድሪ ኮነ። ቅርብ ኢሉ ኸዓ ነቲ እምኒ ኣንከራርዩ ኣብ ልዕሊኡ ተቐመጠ። ደግሞ እቲ ቃል ቅርብ ኢሉ ኸዓ ነቲ እምኒ ኣንከራርዩ ኣብ ልዕሊኡ ተቐመጠ። ትርኢቱ ከም መብርቕ ዘንጸባርቕ፣ ክዳኑ ድማ ከም በረድ ጻዕዳ ነበረ። እቶም ሓለውቲ መቓብር ድማ ፈሪሆም ኣንቀጥቀጡ፣ ከም ዝሞቱ እውን ኰኑ። እቲ መልኣኽ ድማ መሊሱ ነተን ኣንስቲ፣ ንስኻትክን ነቲ ዝተሰቕለ ኢየሱስ ትደልያ ከም ዘለኽን ይፈልጥ እየ እሞ፣ ኣይትፍርሃ። ኣብዚ የለን። ከምቲ ዝበሎ ተንሲኡ እዩ። ንዕነ ነታ ጐይታ ተነቢሩላ ዝነበረ ስፍራ ረኣያ። ቀልጢፍክን ኬድክን ከኣ ካብ ምዉታን ከም ዝተንስኤ ንደቂ መዛሙርቱ ንገርኦም። እንሆ ንሱ ኣብ ገሊላ ክቕድመኩም እዩ፣ ኣብኡ ድማ ክትርእይዎ ኢኹም፣ እንሆ ነጊረክን ኣለኹ በለን። ንሳተን ከኣ ካብቲ መቓብር ብፍርሃት ብዓብዪ ታሕጓስን ቀልጢፈን ወጻ፣ ንደቂ መዛሙርቱ ከበስርኦም ከኣ ጎየያ ይብል ወንጌል ማቴዎስ ምዕራፍ 28 ካብ ፍቕዲ ሓደ ክሳብ ፍቕዲ ሸሞንተ ስለዚ ወንጌላውያን ብዛዕባ መቓብሩን ብዛዕባ ትንሳኤ እውን ተዛሪቦም ኣለዉ ብዛዕባ ትንሳኤ ክዛረቡ ኣለዉ ከዓ እቲ መቃብር ከይተኸፍተ መቃብር ብዕፅዉ ብሓይሉ ብስልጣኑ ካብ ሞታን ተፈልዩ ከም ዝተንስአ ገሊፆም ኣለዉ ኣብዚ ቅድሚ ብዛዕባ ናይ ትንሳኤ ናይ ክርስቶስ ምርኣይና ብዛዕባ ናይ ቅዱሳን መላእክት ክንርኢ ከለና ኣብ ሓድሽ ኪዳን ብፍላይ ኣተኪርና ክንርኢ ከለና ጎይታናን ኣምላኽናን መድሓይናን ኢየሱስ ክርስቶስ ካብ ጥንሰቱ ክሳዕ ዳግማይ ምጽኣቱ ብዛዕባ ጥንሰቱ ብዛዕባ ልደቱ ብዛዕባ ትንሳኤኡ ብዛዕባ ዕርገቱ ብዛዕባ ዳግማይ ምጽኣቱ ብዝርዝር ዝተዛረቡን ዝሰበኹን ዘስተምሃሩን ቅዱሳን መላእኽቲ እዮም ብዛዕባ ነገር ጥንሰቱ ክንርኢ ከለና ሻድሸይቲ ወርሒ ገብርኤል መልኣኽ ናብ ናዝሬት እትበሃል ዓዲ ገሊላ ናብ ሓንቲ ድንግል ካብ ኣምላኽ ተላእከ። ንሳ ካብ ቤት ዳዊት ንዮሴፍ ዝበሃል ሰብኣይ ተሓጽያ ነበረት፣ ስምታ ድንግል ከኣ ማርያም እዩ። እቲ መልኣኽ ናብቲ ንሳ ዝነበረቶ ኣትዩ ሰላም ንዓኺ ኦ ምልእተ ጸጋ እግዚኣብሄር ምሳኺ እዩ፣ ንስኺ ካብ ኣንስቲ ዝተባረኪ ኢኺ በላ። ንሳ ድማ ምስ ረኣየቶ በቲ ቃሉ ኣዝያ ሰንበደት። እዚ ከምዚ ዝበለ ሰላምታስ እንታይ ኮን ይኸውን ኢላ እውን ሓሰበት። እቲ መልኣኽ ድማ ማርያም ኣብ ቅድሚ ኣምላኽ ጸጋ ረኺብኪ ኢኹሞ ኣይትፍርሂ፣ እንሆ ክጠንሲ ወዲ እውን ክትወልዲ ስሙ ኸኣ ኢየሱስ ክትሰምዮ ኢኺ፣ ንሱ ዓብዪ ክኸውን ወዲ እቲ ልዑል እውን ክበሃል እዩ፣ እግዚኣብሔር ኣምላኽ ድማ ዝፋን ኣቦ ዳዊት ክህቦ እዩ፣ ንሱ ኣብ ህዝቢ እስራኤል ንዘለኣለም ክነግስ እዩ፣ መንግስቲ እውን መወዳእታ የብሉን በላ። ማርያም ድማ ነቲ መልኣኽ ኣነ ድንግል እየ፣ እዚ ነገር እዚ ከመይ ኢሉ ክኸውን ይኽእል በለቶ። እቲ መልኣኽ መሊሱ መንፈስ ቅዱስ ኣባኺ ክወርድ ሓይሊ ልዑል እውን ከጽለኪ እዩ፣ ስለዚ ከኣ እቲ ካባኺ ዝውለድ ቅዱስ ወዲ ኣምላክ ክበሃል እዩ። እንሆ ኤልሳቤጥ እታ ዘመድኪ ኣብ እርግናኣ ወዲ ጠኒሳ ኣላ፣ ነታ መኻን እትበሃል እዚ ሻድሻይ ወርሓ እዩ። ከመይ ንእግዚኣብሔር ዝሰኣኖ ነገር የልቦን በላ። ማርያም ድማ እኔኹ ኣነ ባርያ እግዚኣብሔር እየ፣ ከምቲ ዝበልካኒ ይኹነለይ በለቶ። ብድሕርዚ እቲ መልኣኽ ካብኣ ከደ። ሉቃስ ወንጌል ምዕራፍ 1 ካብ ፍቕዲ 26 ክሳብ ፍቕዲ 38 ናብ ቅድስት ድንግል ማርያም ዘምፅኦ ምክንያት ድንግል ማርያም ብድንግልና ጠኒሳ ብድንግልና ነቲ ቅዱስ ወዲ እግዚኣብሔር ንኢየሱስ ክርስቶስ ከም ትወልድ እዩ ዝነበረ ነዚ ብስራት እዚ ምስ ኣብፀሐ ነዚ ብስራት እዚ ምስ ነገረ ከዓ እቲ ቅዱስ መልኣኽ ንድንግል ማርያም ገዲፍዋ ከደ ይብል ስለዚ ኣብዚ እንታይ ኢና ንርኢ ጌና ወልደ እግዚኣብሄር ኣካላዊ ቃል ኣብ ማህፀን ድንግል ማርያም ከይሓደረ ከይተጠንሰ ከሎ ብዛዕባ ጥንሰቱ ንቅድስት ድንግል ማርያም ዘበሰሩ ብዛዕባ ጥንሰቱ መፂኦም ዝነገሩ ቅዱሳን መላእኽቲ ምዃኖም ንርዳእ ብድሕሪ እዚ ኸኣ እቲ መልኣኽ ኣበሲሩ ምስ ከደ ምቐልጣፉ ከም ምርኣይ ከም ምስማዕ እዝኒ ካብ ስጋኣ ስጋ ካብ ነፍሳ ነፍሲ ወሲዱ ሓደ ኣካል ሓደ ባህሪ ኮነ ኣምላኽ ሰብ ኮነ ሰብ ድማ ኣምላኽ ኮነ ስለዚ እምበኣር ብስራት ነገረ ጥንሰቱ ካብታ ንብሕታ ድንግል ዝኾነት እመብርሃን ቅድስት ድንግል ማርያም ብቅዱስ መልኣክ ከም ዝነበረ ነገረ ልደቱ ድማ ነቶም ኣብ በረኻ ማሎም ዝሕለዉ ዝነበሩ ጓሶት ዝተበሰረ በዞም ቅዱሳን መላእኽቲ እዚኦም እዮም ወንጌል ድማ ብዛዕባ ብስራት ልደቱ ከምዚ ክብል ኣቐሚጥልና ኣሎ። እቲ መልኣኽ ድማ እንሆ ንዅሉ ህዝቢ ዝኸውን ዓብዪ ሓጐስ የበስረኩም ኣለኹ እሞ ኣይትፍርሁ፣ ምኽንያቱ ሎሚ መድሓኒ ክርስቶስ ጐይታ ኣብ ዓዲ ዳዊት ተወሊድኩም ኣሎ፣ ምልክት ከኣ እዚ ይኹነልኩም፣ በጭረቕቲ ዝተጠቕለለ ህፃን ናብ መብልዒ ማል ደቂሱ ክትረኽቡ ኢኹም በሎም። ብሃንደበት ከኣ ብዙሓት ሰራዊት ሰማይ ምስቲ መልኣኽ ኰይኖም ከምዚ ዝስዕብ እናበሉ ንኣምላኽ የመስግኑ ነበሩ፣ ክብሪ ንኣምላኽ ኣብ ኣርያም፣ ሰላም ከኣ ኣብ ምድሪ፣ ኣብ መንጎ እቶም እግዚኣብሔር ዝሕጐሰሎም ሰብ። ሉቃስ ወንጌል ምዕራፍ 2 ካብ ፍቕዲ 10 ክሳብ ፍቕዲ 13 ብዛዕባ ስደቱ ናብ ምድሪ ግብፂ ከምኡ ከዓ ድሕሪ ሞት ሄሮዶስ ካብ ግብፂ ናብ ናዝሬት ናይ ምምላሱ ነገር እውን እዞም ቅዱሳት መላእኽቲ እዚኦም ዝነገሩ ንሳቶም እዮም ብዛዕባ ነገረ ስደቱን ካብ ስደት ናይ ምምላሱን ነገር እውን ወንጌላዊ ከምዚ ክብል ኣቐሚጥዎ ኣሎ ንሳቶም ምስ ከዱ ይብል ንሳቶም ተባሂሎም ዘለዉ እቶም ካብ ርሑቕ ምብራቕ ዝመፁ ሰብ ጥበብ ሰብ ኣሰገል እዮም ንሳቶም ምስ ከዱ መልኣኽ እግዚኣብሄር ንዮሴፍ ብሕልሚ ተራእዮ ሄሮዶስ ነዚ ህፃን ክቐትሎ ይደሊ ኣሎ እሞ ተንስእ ነዚ ህፃንን ኣዲኡን ሒዝካ ንግብፂ ህደም ክሳዕ ዝነግረካ ከዓ ውፅናሕ በሎ ወንጌል ማቴዎስ ምዕራፍ 2 ካብ ፍቕዲ 13 እነሆኻ ዮሴፍ ከምቲ መልኣኽ እግዚኣብሔር ዝነገሮ ገበረ። ንእመብርሃን ንቅድስት ድንግል ማርያም ምስቲ ፍቱው ወዳ ኢየሱስ ክርስቶስ ሒዞን ከኣ ናብ ግብጺ ተሰደደ ይብል። ከምቲ እቲ ቅዱስ መልኣኽ ኣቐዲሙ ክሳዕ ኣነ ዝንግረካ ከኣ ውጽናሕ ከም ዝበሎ እቲ ቅዱስ መልኣኽ ተመሊሱ ክሳዕ ዝነግሮ ኣቦና ዮሴፍ ምስ እመብርሃን ምስ ቅድስት ድንግል ማርያምን ምስ ፍቁር ወዳ ምስ ኢየሱስ ክርስቶስ ኣብ ግብጺ ጸንሐ። ሄሮድስ ምስ ሞተ እንሆ ኣብ ግብጺ መልኣኽ እግዚኣብሔር ንዮሴፍ ብሕልሚ ተራእዮ። እቶም ነዚ ህጻን እዚ ክቐትልዎ ዝደልዩ ሞይቶም እዮም እሞ ተንስእ፣ ነዚ ህጻንን ነዲኡን ሒዝካ ናብ ምድሪ እስራኤል ኪድ በሎ። ንሱ ድማ ተንሲኡ ነቲ ህጻን ነዲኡን ሒዙ ናብ ምድሪ እስራኤል ኣተወ። ኣብዚ ወንጌላዊ እንታይ ኢሉ እዩ ዘሎ? እነሆ እቶም ነዚ ህጻን እዚ ክቐትልዎ ዝደልዩ ዝነበሩ ሞይቶም እዮም በሎም። ኣብዚ ምናልባት ስለምንታይ እዩ ክቐትሎ ዝደለየ ሓደ ሄሮዶስ ዶ ኣይኮነን እንተተባህለ ሞይቶም ማለቱ ስለምንታይ እዩ እንተበልና ሄሮድስ ምስ ሰዓብቱ ስለ ዝሞተ እዩ። ግናኸ ኣርቃሌዎስ ኣብ ክንዲ ኣቦኡ ሄሮድስ ኣብ ይሁዳ ከም ዝነገስ ሰሚዑ ፈርሐ ይብል ዮሴፍ ስለምንታይ ፈርሐ እንተበልና ኣርኬላዎስ ናይ ኣቦኡ ክፉእ ጠባይ ሒዙ ከይጻረሮ ስለ ዝፈርሐ ሓደ እቲ ካልኣይ ከዓ ሄሮዶስ ብልደት ናይ ጎይታናን ናይ ኣምላኽናን ናይ መድሓናን የሱስ ክርስቶስ ዝተበሳጭዩ ንዕኡ እንተረኸብኩ ኢሉ 144 ሽሕ ህፃናት ቲኑ ስለ ዝነበረ እቲኦም ደቆም ዝተቐትሎም ሰባት ብሰንኪ እዚ ህፃን እዚ ኢና ደቅና ዝሞቱና ኢሎም መታን ከየፃረርዎ ፈሪሑ ኣቦና ዮሴፍ ናብ ይሁዳ ምኻድ ፈርሐ ይብል። ብሕልሚ ምስ ተገልጸሉ ወይ ድማ መልኣክ እግዚኣብሔር ምስ ተዛረቦ ግና ናብ ምድሪ ገሊላ ከደ እቲ ብነቢያት ናዝራዊ ክበሃል እዩ ዝተባህለ ምእንቲ ክፍጸም ከኣ ናዝሬት ናብ እትበሃል ዓዲ መጺኡ ኣብኣ ተቐመጠ ወንጌል ማቴዎስ ምዕራፍ 2 ካብ ፍቕዲ 19 ክሳብ ፍቕዲ 23 ነገረ ጥንሰቱ ዘበሰሩ ነገረ ስደቱ ዝነገሩን ቅዱሳን መላእክት ብስልጣኑ ካብ ሞት ምትንስኡ ዘበሰሩ እውን ንሳቶም እዮም ከምቲ ቅድም ኢልና ዝረኣናዮ እንሆ ኣብዚ የለን ንሱ ከምቲ ዝበለክን ተንስኡ እዩ ኢሎም ነተን ኣንስቲ ከም ዝነገርዎን ብዛዕባ ትንሳኤኡ ዝነገርውን ቅዱሳን መላእክት እዮም መወዳእታ እውን ብዛዕባ ዕርገቱን ዳግማይ ምጽኣቱን ዝነገሩ ቅዱሳን መላእክቲ እዮም ብዛዕባ እዚ እውን ኣብ ግብሪ ሃዋርያት መጽሓፍ ከም ዝብል ተቐሚጥልና ኣሎ መንፈስ ቅዱስ ናባኻትኩም ምስ ዝወርድ ግና ሓይሊ ክትቅበሉ ኢኹም በሎም ጎይታናን ኣምላኽናን መድሓይናን ኢየሱስ ክርስቶስ ንቅዱሳን ሃዋርያት ኣብ ኢየሩሳሌምን ናብ ኩላ ይሁዳን ኣብ ሰማርያን ክሳዕ ወሰን ምድሪ ከዓ መሰኻኽረይ ክትኮኑ ኢኹም በሎም እዚ ምስ በለ ድማ እናረኣይዎ ንሰማይ ዓረገ፣ ካብ ኣዒንቶም ከኣ ደመና ሰወረቶ። ንሱ ክዓርግ ከሎ፣ ንሳቶም ከኣ ናብ ሰማይ ኣንቃዕሪሮም ክጥምቱ ከለዉ፣ እንሆ፣ ጻዕዳ ክዳውንቲ ዝተኸድኑ ክልተ ሰብኣይ ኣብ ጥቓኦም ደው ኢሎም፣ ኣቱም ሰብ ገሊላ፣ ስለምንታይ ኢኹም ናብ ሰማይ ኣማዕዲኹም እናጠመትኩም ደው ኢልኩም ዘለኹም? እዚ ካባኻትኩም ናብ ሰማይ ዝዓረገ ኢየሱስ፣ ከምቲ ናብ ሰማይ ክዓርግ ከሎ ዝረኣኹምዎ ከምኡ ገይሩ ከዓ ክመፅእ እዩ በልዎ ግብሪ ሃዋርያት ምዕራፍ ሓደ ካብ ፍቕዲ ሸሞንተ ክሳብ ፍቕዲ ዓሰርተ ሓደ እዚ ብጠቕላላ ክንሪኦ ከለና ቅዱሳን መላእክት ብዛዕባ ብስራት ጥንሰቱ ብዛዕባ ልደቱ ብዛዕባ ስደቱ ብዛዕባ ትንሳኤኡን ብዛዕባ ዕርገቱን ብዛዕባ ዳግማይ ምጽኣቱን ከም ዝሰበኹን ከም ዝነገሩን ከም ዘበሰሩን ንርዳእ ማለት እዩ እዚኦም ቅዱሳን መላእኽቲ እዚኦም እዮም እምበኣር በዚ ዕለተ ትንሣኤ ናይ ጐይታናን ናይ ኣምላኽናን ናይ መድሓኒናን ኢየሱስ ክርስቶስ ነተን ብለይቲ ሽቶ ክቐብኣ ናብ መቓብር ዝኸዳ ኣንስቲ ጐይታናን ኣምላኽናን መድሓኒናን ኢየሱስ ክርስቶስ መቓብር ክፈቱለይ ከይበለ መግነዝ ፍትሑለይ ከይበለ ብሓይሊ ስልጣኑ ብኣምላኻዊ ሓይሉ ካብ ምዉታን ከም ዝተንስአ ዘበሰርወን እዚኦም ቅዱሳን መላእኽቲ እዮም በዚ ቅዱስ ዕለት በዚ ዕለተ ትንሣኤ እምበኣር እዞም ሓያላን ዝኾኑ ቅዱሳን መላእኽቲ ናይ ክርስቶስ ናይ ኣምላኽና ናይ ወልደ እግዚኣብሔር ትንሣኤ ንዓና ንደቂ ኣዳም ፍርሃትና ዘርሕቕ ሰላምና ዝመልስ ደቂ እቲ ዘለዓለማዊ ሓያል ኣምላኽ ምዃንና ዘበስር ምዃኑ ዝገለጽሉ ንሕና እውን ብስራቶም ተበሲርና ብናይ ኣምላኽና ኢየሱስ ክርስቶስ ትንሣኤ ትንሣኤና ዝተበሰርናሉ ዓብይን ቅዱሱን ዕለት እዩ በዓለ ትንሣኤ ንሓሙሽተ ሽሕን ሓሙሽተ ሚእትን ዓመታት ዝሰኣናዮ ሰላም ዝነበረና ናይ ጸልማት መዋእል ናብ ብርሃን ዝተቐየረሉ ብምዃኑ ዝያዳ ኩሉ ባህ ክብለና ይግባእ ቅዱሳን መላእኽቲ ናይ ሓጎስና ተኻፈልቲ ስለ ዝኾኑ ወልደኣ ወልደ ማርያም ኢየሱስ ክርስቶስ ንሞት ስዒሩ ብሕቱ መቓብር ከም ዝተንስአ ሰላምና ከም ዝተመልሰ ብሓጎስ እዮም ኣበሲሮም ነዚ ዝሰምዓ ቅዱሳት ኣንስቲ ጸኒሖምውን ቅዱሳን ሃዋርያት ድማ መጠን ዘይብሉ ሓጎስ ኣዝዮም ተሓጎሱ ከመይ ብዕለት ሓሙስ ምሸት ካብ ማእከሎም ዝተወስደ ክርስቶስ መከራን ስቅያትን ሞትን ዝተቐበለ ክርስቶስ ብሓይሉ ተንስኡ ብርሃን ለቢሱ ክርእዩ ከለዉ እቲ ዝሞተ ንሞት ስዒሩ ተንስኡ እቲዩ ተሳቀየ ስቅያቱ ስዒሩ ተስኡ እቲ ሓያል ኣምላኽ ብሓይሉ ካብ ሙታን ተፈልየ ተንስኡ ዝብል ብስራት ክሰምዑ ከለዉ ከመይ ቅዱሳን ሃዋርያት ዘይሕጎሱ ዓለም ብምልእታውን ብስብከቶም ናይ ክርስቶስ ትንሳኤ ንዓለም ካብ ባርነት ናብ ናጽነት ካብ ግዝኣት ዲያብሎስ ሓራ ዝገበረ ሞይትና ከም ዘይንተርፍ ኣብ ትንሳኤኡ ኸኣ ከም ንሓብሮ ኣውጀምላስ ኣብ እስራኤልን ካብ እስራኤል ወጻእን ዘሎ ህዝቢ ዓለም ዓብዪ ሓጎስ ተሰሚዕዎ እዩ በቲ ግዜ እቲ ቅዱሳን መላእክቲ ብዛዕባ ትንሣኤኡ ንስናንስ ምስ ነገርወን ቅዱሳን ሃዋርያትን ምስ ሰምዑ ትንሣኤኡ ምስ ኣረጋገጹ ብዓብዩን ንኣርብዓ መዓልቲ ዝኣክል ክሳብ ዕለተ ዕርገቱ ኣብ ዝተፈላለየ ግዜ ብዙሕ ትምህርቲ እንዳምሃረ ብዙሕ ምስጢራት እናገለጸ ምስኣቶም ስለ ዝነበረ ንስብከተ ወንጌል ኢሎም ኣብ ዝተበግስሉ ሰዓትን ግዜን ክርስቶስ ከም ዝተንስአ ንሞት ስዒሩ ከም ዝተንስአ ጸልማት ተቐንጢጡ ብርሃን ከም ዝኾነ ባርነት ሓሊፉ ውልድነትና ከም ዝተመልሰ ካብ ናይ ዲያብሎስ ግዝኣት ሓራ ከም ዝኾንና ሞይትና ከም ዘይንተርፍ ኣብ ትንሳኤኡ ከም ንሓብሮ ንዓለም ምስ ኣወጁ ዓለም እውን ናይዚ ኣዋጅ እዚ ናይ ስብዝስራ እዚ ተቋዳሲት ኮይና ካብ እስራኤል ጀሚሩ ኣብ ብዙሕ ክፍሊ ዓለም ድማ ብዛዕባ ትንሳኤ ናይ ክርስቶስ ተነግረን ተሰብከን ንኽብሪ ርእሶም ጥራሕ ዝነብሩ መራሕቲ ኣይሁድ በዚ ዕለት እዚ ዝተዋህበ ብስራት ትንሳኤ ናይ ክርስቶስ ክቕበሉ ኣይከኣሉን ብኣንጻር እኳ ደኣ ክርስቶስ ኣምላኽና እውን ብግህዶ ካብ ሰበኾ ስብከታት ተበጊሶም ብዕለተ ቀዳም ማለት እዩ ቀዳም ስዑር ናብ ጲላጦስ ከይዶም ጎይታና እቲ መስሓቲ ብሕይወቱ ከሎ ድሕሪ ስለስተ መዓልቲ ክትንስኤ ከም ዝበለ ዘከርና ስለዚ ደቂ መዛምርቱ መጺኦም ከይሰርቅዎ ንህዝቢ ከኣ ካብ ምዉታን ተንስኡ ከይብሉ እሞ ካብ ቀዳማዩ እቲ ዳሕራዩ ዝገደደ ስሕተት ከይከውንሲ ክሳዕ ሳልሰይቲ መዓልቲ እቲ መቓብር ብጽኑዕ ክሕሎ ኣዝዝ በልዎ ይብል እዚ ቃል ዝተዛረቦ ኣብ ዕለተ ቀዳም እዩ ዕለተ ቀዳም ስዑር ጎይታናን ኣምላኽናን መድሓኒናን የሱስ ክርስቶስ ዝተንስእ ከኣ ብዕለተ ሰንበት እዩ ብዕለተ ሰንበት እዚኦም ሰባት እዚኣቶም ብዛዕባ ትንሳኤ እዩ ምስ ሰምዑ እንታይ ገይሮም እንተተባሂሉ ነተን ወተሃደራት ሓባቢሎም እንሆ ደቀ መዛሙርቱ ሰሪቐምዎ እናበልኩም ኣውርዩ በልዎም ይብል እዚ ኣብ ቅዱስ ወንጌል ሰፊሩ ተቐሚጡ ኣሎ ብዙሕ ገንዘብ ወሲዶም ከዓ ነቶም ወተሃደራት ሃብዎም ንሕና ደቂስና ከለና ደቂ መዛሙርቱ ብለይቲ መፂኦም ሰሪቐምዎ ኢልኩም ንገሩ፣ እዚ ነገር እዚ ኣብቲ ሹም ናይ ኣህዛብ እንተ ተሰምዐ፣ ንሕና ኽነረድኦ ኢና፣ ንስኻትኩም ድማ ከም ዜሸግረኩም ክንገብር ኢና በልዎም። ንሳቶም ከኣ ገንዘብ ተቐቢሎም ከምቲ ዝተነግሮም ገበሩ። እዚ ነገር እዚ ኽሳዕ ሎሚ ኣብ ኣይሁድ ይዝንቶ ኣሎ። ወንጌለ ማቴዎስ ምዕራፍ 28 ካብ ፍቕዲ 11 ክሳብ ፍቕዲ 15 ኣብዚ እንተ ሓሲብናስ ቅድም ኢሎም ብዕለተ ቀዳም እንታይ እዮም ገይሮም ነይሮም እነሆ እዚ መስሓቲ ድሕሪ ሞት ኣብ ሳልሲ ክትስዮ ይብል ነይሩ እሞ ደቂ መዛምርቲ መፅኦም ከይሰርቅዎ ካብቲ ቀዳማዩ ከዓ እቲ ዳሕራዩ ዝገደደ ስሕተት መዛን ከይከውን ነቲ መቃብር ዝሕልው ሃለው ተሃበና በልዎ ይብል ንጲላጦስ ጲላጦስ ከዓ ወታደራት ሃቦም ማሕተም ገይሮም ከዓ ነቲ መቃብር ሓተምዎ ይብል ደቂ መዛሙርቲ ኩላትና ክንፈልጦም ዓሰርተ ክልተ እዮም ወይ ድማ ብሓፈሻ ቤተሰብ እግዚኣብሄር ዝበሃሉ ሚትን ዕስራን እዮም እዚኦም ደቂ መዛሙርቲ እዚኦም ከመይ ገይሮም እዮም ካብ ሮማውያን ወተሃደራት ዝኣክል መፅኦም ክሰርቅዎ ዋላ ብዓይኒ ሰብ እንተ ሓሲብናዮ ብዓይኒ ስጋዊ እንተ ሓሲብናዮ ሲ ኣብቲ ዘመን እቲ ዝሓየለ መንግስቲ ዝነበራ መንግስቲ ሮማ እያ እዞም ወታሃደራት እዚኣቶም ምስ ዕጥቆም ምስ ኣፅዋሮም ኣብቲ መቓብር ዋርድያ ወፂኦም ዝነበሩ እዮም ዋርድያ ከዓ መቸም ብሓባር ኣይድቀስን እዩ ዋርድያ እንዳገበር ከዓ ክትድቅስ ተዳ ኮንካ ምድቃስ ተዳ ኣሎ ኮይኑ እውን ስለዚ ስለዚ ደቂ መዛምርቲ ኣብ ማእከልቶም ወታደራት ኣትዮም ካብቲ መቓብር ንክርስቶስ ክወስድዎ ኣይክእሉን እዮም ብዝኾነ መለክዒ ብዝኾነ ነገር ክሕሰብ ዝኽእሉ ነገር እውን ኣይኮነን ግና ከዞም መራሕቲ ናይ ኣይሁድ እዚኣቶም ግና ትንሳኤ ናይ ጎይታና ናይ ኣምላኽናን ናይ መድሓኒናን የሱስ ክርስቶስ ክቐበልዎ ፍቓደኛ ስለ ዘይነበሩ ንትንሳኤ ናይ ጎይታ እውን ክሰብክሉን ክኣምኑሉን ህዝቡን ክቕበሎ ፍቓደኛ ስለ ዘይነበሩ ነቶም ዋርድያ ዝነበሩ ነቶም መቓብር ዝሕልው ዝነበሩ ብዓይኖም እውን ዝረኣዩ ሰባት ኣምላኻዊ ክብሩን ኣምላኻዊ ሓይሉን መለኮታዊ ስልጣኑን ዝረኣዩ ሰባት ዘስተውዓሉ ሰባት ነዚኣቶም ገንዘብ ሂቦም እነሆ ደቂስና ከለና ደቂ መዛምርቱ መፂኦም ሰሪቆምዎ ከም ዝብሉ ገበርዎ ከምኡ እናበሉ ከዓ ካብቲ መቃብር ክሳብ ከተማ ከምኡ እናበሉ ከዱ ስለዚ ነቲ ዝሰምዖም ዝሪኦም ዝነበረ ሰብ ካብ ምሉ ደቂ መዛምርቱ ካብ መቃብር ወሲዶምዎ ደቂሶም ከለዉ ሮማውያን ወታደራት ደቂ መዛምርቱ ሰሪቆምዎ እንዳበሉ ኣመኑ ስለዚ በዚ መለክዕ እዚኦም ኣይሁዳውያን ትንሳኤ ናይ ጎይታና ናይ ኣምላኽና ናይ ኢየሱስ ክርስቶስ ከተዓናቅፎ ፈቲኖም ግና ከትርፍዎን ከተዓናቕፍዎን ዝኽእሉ ኣይኮነን። ሽዑ ንሽዑ እኳ ደኣ ካብ እስራኤል ጀሚሩ ዓለም ብምልእታ ክርስቶስ ብድንግልና ተጠኒሱ ብድንግልና ከም ዝተወልደ ሰላሳን ሰለስተን ዓመትን ሰለስተ ወርሕን ኣብዚ ምድሪ እዚ ከም ዝነበረ ኣብ መወዳእታ ካብ ዕለት ዓርቢ ዕራቕቱ ኣብ ቀራንዮ ተሰቒሉ ከም ዝሞተ ኣብ ከውሒ መቓብር ከም ዝቐበርዎ፣ ብዓቢ ደንጎላ ከም ዝዓጸውዎ፣ ብማሕተም ገይሮም ድማ ነቲ ደንጎላ ከም ዝዓጸውዎ፣ ብወተሃደራት ገይሮም ከም ዝሐለውዎ፣ ኣብ መወዳእታ ግና መቓብር ክፈቱለይ፣ መግነዝ ፍቱሕለይ ከይበለ ብኣምላኻዊ ስልጣኑ ከም ዝተንስኤ ዓለም ብዓለሙ ነዚ ነገርዚ ክቕበሎን ክሰምዖን ከኣለ። እዚ ዝገበሩ ከኣ ባዕላቶም እትዮም። ኣብ ብዘላ ሰማርያን ኣብ ብዘላ ይሁዳን ኣብ ኩሉ ጫፍ ዓለምን መሰኻኽረይ ክትኮኑ ኢኹም ዝበሎም ቅዱሳን ሃዋርያት ነዚ ብስራት እዚ ኣብጽሕዎ ኣቐዲሞም ግና እዚ ብስራት እዚ ብመን እዩ ተነጊርዎም እንተተባሂሉ በተን ቅዱሳን መላእክቲ እዩ ቅዱሳን መላእክት ነገር ትንሣኤ ናይ ክርስቶስ ምስ ኣበሰሩ ቅዱሳን ሃዋርያት ድማ ትንሣኤ ናይ ጎይታ ምስ ኣረጋገጹ ንኣርባዓ መዓልቲ ዝኣክል እውን ብዝተፈላለየ ነገር ብዝተፈላለዩ ምስጢራት እንዳገለጸ እንዳስተምሃረን እንዳጸናንዐ ስለ ዘበሰሮምን ስለ ዝነገሮምን ዘጸናንዖምን ኣብ መወዳእታ ንስብከተ ወንጌል ምስ ተበገሱ ካብ ጫፍ ዓለም ክሳብ ጫፍ ዓለም ኣብጽሑላ ኣብ ኩሉ በዓላት ናይ ቅዱስ ቤተ ክርስቲያን ስም በዓላት እናጠቐስካ ብምኽንያት ልደት ብምኽንያት ጥምቀት ብምኽንያት ትንሳኤ ብምኽንያት ዳግማይ ትንሳኤ እንዳተባህለ ካብ ናይ ቅዱስ ቤተ ክርስቲያን ስርዓት ወፃኢ ካብ ትምህርቲ ቤተ ክርስቲያን ወፃኢ ዝኾነ ጓይላን ዳንኬራን ዝግበር ኣጋጣሚ ብዙሕ ግዜ ሓሊፉ እዩ ሕጂ ውን ይግበር ኣሎ ብሕጂ ንኸይግበር ግን ኩላትና ክንነቕሓሉ ይግብኣና እዩ ትንሣኤ ጐይታናን ኣምላኽናን መድሓኒናን ኢየሱስ ክርስቶስ ንሰለስተ መዓልትን ሰለስተ ለይትን ኣብ መቓብር ሓዲሩ ኣብ ክንዳና መይቱ ንሞትና ደምሲሱ ኣብ መወዳእታ ኸዓ ሞይትና ከይንተርፍ ትንሣኤ ከም ዘለና ተስፋ ትንሣኤ ከም ዘለና ብትንሣኤኡ ዘበሰረና ኣምላኽ ዝነግረሉ ከም ቅዱሳነ መላእኽት ተንሲኡ ኣብዚ የለን ንምንታይ ከ ነቲ ህያው ኣብ ማእከል ምዉታን ትደልዮ ኣለኽን ከም ዝበሉ ጎይታናን ኣምላኽናን መድሓኒናን የሱስ ክርስቶስ ህያው ምዃኑ ካብ ምዉታን ተፈልዩ ብስልጣኑ ዝተንስአ ንዓና ድማ ተስፋ ትንሳኤ ከም ዝሃበና እንዳኣመና ብሓጎስ ብዝማሬ ብስብሓታት ንእግዚኣብሄር ክነመስግን ንእግዚኣብሄር ክንዝምር ደኣ ይግባእ እምበር ብስም ትንሳኤ ብስም ዳግማይ ትንሳኤ እናበልካ ዝግበር ጓይላን ዳንኬራን ብመሰረቱ ናይ ቅድስት ቤተ ክርስቲያን ስርዓት ኣይኮነን ናይ ቅዱስ ቤተ ክርስቲያን ትምህርቲ ኣይኮን ንሕና እቶም ደቂ ቅዱስ ቤተ ክርስቲያን እና ከዓ እቶም ብወልድ ውልድ ብክርስቶስ ክርስቲያን ዝተባሃልና ደቂ ኦርቶዶክሳዊት ተዋህዶ ቤተ ክርስቲያን እና ዝበዛሕና ክንሪኦ ከለና እቲ ሚእታዊት ብምክንያት ዳግማይ ትንስኤ እንዳበልና ጓይላ እንሰርዕ ብምክንያት ትንሳኤ እንዳበልና ዕብዳንን ዝርጋንን ጓይላን እንገብር እንሰርዕን ኣብኡ ኮይና እውን እነዳኽር ሰባት ወይ ድማ ኣብቲ ዝርጋን ኣብቲ ዕብዳን ኣብቲ ጓይላን ኣብቲ ዳንኬራ እንሳተፍ ንሕና ኢና ስለዚ ብመሰረቱ ትንሳኤ ናይ ጎይታና ኣብ ቅድስት ቤተ ክርስቲያን ተረኺብና ብመዝሙር ብቅዳሴ እነኽብረሉ ንእግዚኣብሔር እነመስግነሉ ስጋናን ነፍስናን እንቅደሰሉ ብዓቢ ካብ ሞይትና ከም ዘይንተርፍ ትንሳኤ ከም ዘለና ኣሚንና ብተስፋ እንጽበየሉ ደኣ እምበር ብጓይላን ብዕብዳንን ዝዝከር በዓል ኣይኮነን ስለዚ እዚ ዝግበር ዘሎ ነገራት ቅኑዕ ስለ ዘይኮነ ክነቋርጾ ይግብኣና እዩ። ስለምንታይ ብስም ትንሣኤ ናይ ጎይታና እንዳበልና ጎይላ ንሰርሕ? ስለምንታይ ብስም ዳግማይ ትንሣኤ እንዳበልና ዕብዳን ንገብር? ትንሣኤ ጎይታ እንተ ኮይኑ እኮ ብዛዕባ ትንሣኤ ናይ ክርስቶስ ዝንገረሉ እምበር ብዛዕባ ጎይላ ዝንገረሉ ኣይኮነን። ዳግማይ ትንሣኤ እንተተባሂሉ እውን ብዛዕባ ትንሣኤ ናይ ክርስቶስ ዝንገረሉ ብዛዕባ ትንሣኤ ናይ ክርስቶስ ዝስበኸሉን ዝዝመረሉን ንእግዚኣብሔር እነመስግነሉን ደኣ እምበር ብዛዕባ ጓይላን ዳንኪራን እንሰርሓሉን ጓይላን ዕብዳንን እንፍጽመሉ መዓልትን ዕለትን ኣይኮነ ስለዚ እቶም ብስም ትንሳኤ ናይ ክርስቶስ እናበልኩም ጓይላኣ ትሰርዑ ጓይላኣ ንሰራ ናብቲ ዕብዳ ንኸይድ ናብቲ ዳንኬራ ንኸይድ ሰባት ካብ ሕጂ ክንጥንቀቕ ይግባኣና እዩ እግዚኣብሄር ኣእምራና ኣነቓቂሑ ናብቲ ቁኑዕ መስመር መሊሱ ስለ ትንሳኤ ናይ ክርስቶስ ከምቶም መላእኽቲ ብሓጎስ ጻዕዳ ክዳንና ተኸዲንና ንእግዚኣብሔር ክነመስግን ከምተን ቅዱሳት ኣንስቲ ተንስኡ ኣብዚ የለን ምስ ተባህላ ብሓጎስ እናኸዳ ንደቂ መዛሙርቱ ዝነገሮምን ዘበሰሮምን ኩሎም እኳ ተሓጒሶም ደስ ዝበሎም ንሕና እውን ብትንሳኤ ጎይታና ደስ ክብለና ክንሕጎስን ነቲ ተስፋ ትንሳኤ ዝሃበና ኣምላኽና ክነመስግን ይግብኣና እዩ እዚ ክንገብር እግዚኣብሔር ኣምላኽና ይርድኣና ንቅዱሳን ሃዋርያት መንፈሱ ከም ዝለኣኸ ንዓና እውን መንፈሱ ልኢኹ ከጸናንዓናን ካብቲ ጌጋን ካብቲ ቀናን ዝኸነ ኣካይዳን ተመሊስና ንእግዚኣብሔር ዘሕጉስ ንትንሳኤኡ ዝገልጽ ኣካይዳን ስርዓትን ተኸቲልና ክንከይድ ናይ እግዚኣብሔር ኣምላኽና ቅዱስ ፍቓድ ይኹነልና። ስለዚ እምበኣር በዓለ ትንሣኤ ኣብ ቅድስት ኦርቶዶክሳዊት ተዋህዶ ቤተ ክርስቲያን ኣዝዩ ክቡርን ዓብን ዕለትን እዩ። እዚ ምዃኑ ፈሊጥና እምበኣር ንዓና ንደቂ ኣዳም ዝተገብረልና ውዕለት ንዓና ንደቂ ኣዳም ዝተገብረልና ናይ ኣምላኽ ምሕረት ዓብዪ ምዃኑ እንዳስተንተንና ንእግዚኣብሔር ኣምላኽና ከነመስግኖ እግዚኣብሔር ከምቲ ተስፋ ትንሣኤ ዝሃበና ኣብቲ ዳግማይ ምጽኣቱ ብግርማ መለኮት ብክበበ ትስብእት ኣብ ዝመጸሉ ሰዓትን ግዜን ከዓ ብየማነ መታን ክንቀውም ኩሉ ግዜ ክንጽሊ ካብቲ እግዚኣብሄር ዝነግረና ሕግን ትእዛዝን ከይወጸና ከኣ ነቂሕና ክንጽበዮ ይግብኣና እዩ። እዚ ክንገብር እግዚኣብሄር ኣምላኽና ናቱ ቅዱስ ፍቓድ ይኹነልና። ብትንሳኤኡ ትንሳኤና ዘበሰረ ወልደ እግዚኣብሄር ኢየሱስ ክርስቶስ ካብ ሕጂ ክሳብ ዘለኣለም ስሙ ዝኸበረን ዝተመስገነን ይኹን። ስለ ዝመሃረና ስለ ዝገስጸና እግዚኣብሄር ኣምላኽና ስሙ